ጫሕ ዘበልኩሉ ስለ ዘፍቀርኩዎ እንደገና ፅቡቅ ሄሪ ሓፍተይ ናይን ፅቡቅ ናይን ኣነ ማለት ሲ ከም ዝበልካየ እዩ እዋ እንታይ እሞ ክብል እዚ ደኣ እሞ ኣተሓሳስባን ናትካ ክስታይ እዩ ወይ ድማ ናታ እዩ እምበር ኣነ ብውልቀይ ከይኣመንክዎ ደይኣምና ሰብ ከመይ ገይረ ከፍቅራ ደይትኣምኖ ሰብ ከተፍቅሮ ኣይትኽእልን ኢኻ፣ ይትረፍ ከተፍቅሮስ ሕውነታዊ ዋላ ምሕዝነት ከማን ክትገብር ኣይትኽእልን ኢኻ ደይትኣምኖ ሰብ። እዚ እዚኣ እቲ ዓባይ ኣርእስቲ እያ ኣብ ፈይስቡክ ገለመለ ትዝርጋሕ እዛ ጥቕሲ እዚኣ ክንደይ ዓበይቲ ሰባት ኣለዉ ምሁራት ጽቡቕ ጌሮም ዘርዚሮም ዝገልጽዎ ማለት እዩ ተረዲእኻኒ ብሕጽር ዝበለ ኣነ ክገልጻ ግን ከይኣመንኩ ኣየፍቅርን እየ እቲ እም ኣሚኖም ደፍቅሩ ከኣ እታ እምነት እያ ተድሕኖም ተረዲእኻኒ ኣለኻ።

እወ እምነት የብለይን ከይኣመንኩ ከኣ ከፍቅር ኣይክእልን እየ ንሳ ኢኹ ተመርገጺ ናተይ ቅድም ክሪኣ ኣለዎ ክኣምና ክትመጾ ኣለዋ ዋላ እውን ብቴሌፎን ትብለኒ ዋላ ኣሚንካ ኢኻ ንፍቅሪ ተሓታ ማለት ድዩ ነታ ጓል ኣንስተይቲ ኣሚንካ ኢኻ ንፍቅሪ
ሓቢቢ ስምዓኒ ክቡር ሓወይ መንእስያት ኢና ምሽ ንሕና ሕጂ ብድሕርትን ዝበለት ከነርኢ ንካታዕ ዘይኮንና ዘለና እዚ ፐርሰናል ቾይስ ስለዝኾነ ሽግር የብሉን ግን ብሕትት ዝበለ ከረዳኣካ ከም መንእስያት መጠን ንሕና ኣብ ጉዕዞ ህይወትና ሓንቲ ጓል ደስ ዝብለና እሞ ደስ እንድሕር ኢላና ንኸይድ ንኸይድ ንኸይድ ዳሕራይ እቲ ፍቕሪ ኮንትሮል ምስ ገበረና ነታ ጓል ኣንስተይቲ ንፍቕሪ ንሓታ ኦኬ ትብለና ፍቑራት ኮንካ ትጓዓዝ ኢኻ ይበል ስለዚ ኣብዚ ጉዕዞ እዚ ቅድሚ ፍቅሪ ንፍቅሪ ምሕታትካስ ከኣ ኣሚንካ ኢካ መጺካ በቃ እዚኣ ናተይ እያ ገሊልካስ ወዲእካዮ ብድሕሪኡ ኢካ ንፍቅሪ ትሓትት ዘለካ ከምዚ ትብለኒ ዘለካ ማለት እዩ ተዘይ ኮይኑ ግን መጀመርታ ወላ ናይ ሰሙናት ክኸውን ይኽእል እዩ ክልተ ሰሙን ክኸውን ይኽእል እዩ ኣብ ውሽጢ ክልተ ሰሙን ባህርያታ ኣጽኒዐ ኣሚነ እየ እንድሕር ኢልካኒ ኣነ ማለት ቁሩብ ትከብደኒ እያ ሰባት ሲ ብጣዕሚ ኣብ ውሽጢ ክልተ ሰሙን ዝመልእ መዐቀኒ የብሎምን ስለዚ እስኻ ኣፍቂርካያ ከም ንፍቅራ ሓቲትካያ ኦኬ ኢላትካ ጉዕዞኻ ክትቅጽል ኢኻ ኣብቲ ትኸዶ ጉዕዞ ኢኻ ውሽጥኻ ክትናበብ እንታይ መሲልካ እሳ ከተንብበካ ክልቲኹም ትናበቡ እሞ ጉዕዞ ይኸይድ ይኸይድ ይኸይድ ዝያዳ ግዜ ምስ ወሰድካ ከኣ ዝያዳ ትጸናዕ እሞ ኣጸቢቓ ኣጸቢቕካ ምስ ተናበብካ ሽዑ ኣብቲ ትኽክለኛ ሪሌሽንሽፕ ኣለኻ ሓዳርካ ትገብር ሓዳርካ ምስ ገበርካ ሽዑ ፈኲስ እዩ እቲ ነገር ምኽንያቱ ግዜ ወሲድካ ኣዚኻ ስለ ተናበብካ ኢኻ ዝያዳ ናትካ ሪሌሽንሺፕ እንታይ ሽሙ ደኹም ኣዝዩ ስትሮንግ ደኸውን ማለት እዩ ስለዚ ፋይናል እንታይ ክብለካ ድለ ሰብ ፐርሰናል ኣይኮናን ሕጂ ንዛረብ ዘለና ሓበን ሓው እስኻ ሕጂ ኣነ ከም ሓበን ከም ሓበን ኣነ እምነት እየ ዘቀድም እንተልካኒ ኖ ጌጋ ኣለካ ክብለካ ኣይትፀበ ምክንያቱ ጌጋ ኣይኮንካን ዘለካ እስኻ ተኣምነሉ ነገር ኢካ ትዛረብ ዘለካ ኣስማይ ከምኡ ተይላ ሄርሞን ከምኡ ተይላ እዚ ፐርሰናቸው እዩ ግን እዛ ኣርእስቲ እዚኣ እምነትን ፍቅርን ብጀነራል ኢና ንዛረበላ ዘለና ብሓፈሻ እቲ ዝበዝሐ ሰብ ዝጥቀመሉ ሜላ ከመይ እዩ ኢና ንዛረብ ዘለና እንድሕር ኣብ ፐርሰናል መፂኻ ግን ኣነ ሓበን ከምኡ ተልካንስ ይቅበለካ እየ ማለት እዩ
እስከ ደሓን ኣብዚኣ ዋላ ደለዉ ሰባት ተረዲእካ ኣለካ እንድሕር ደኣ እምነት ይቅድም ድብሉ እንድሕር ደኣ ኮይኖም ሓደ ይጽሓፉ ፍቅሪ ደቀድም እንድሕር ኮይኑ ክልተ ጽሓፉ እሞ በቲ ዝበዝሐ እስከ ንኪድ ብሓሳብ ናይ ብሓሳብ ሰብ ዝኸይድ ኣነ ብሓሳባት እየ ዝኸይድ እወ ግን ረ ሓደ ሕጂ ጀሚራ እምነት የቀድም ረ ኣስማይወ ትማሊ ተዛሪብና እንዲና ብዙሕ ነገር ምስ ኣስማይት ፍቅሪ ይልካ ኣሎ ሕጂ እምነት ሓደ ሓደ ኢሎም ኣሎ ስለዚ ብዙሕ ተዛሪብና እና ሓቢቢ ክልተ ትርኢ ኣለካ ክልተ
እምነት እያ ዘቀድም ረ ጸኒሕካ ረ ኪድ ቀጽል ደሓን ሰለስተ ሰባት ዘለዋ ስማቸው ራይዎም
እወ ድሓን ሰሉ ፍቅሪ የቀድም ኢላ ኣላ ንህለካ እምነት የቀድም ራኪ መጽያትኒ ኣላ ሰለስተ ብክልተ ኦኬ
ሰለስተ ብክልተ
ኣርባዕተ ብክልተ
ሄርሞን እውን ክትበልካ እያ

እምነት ከ?
ሕጂ እንታይ እዩ መሲልካ ሓበን ሓወይ ክቡር ሓወይ ጽቡቅ ሓሳብ ኣለካ ትክክል እዩ ክትዛረብ ከለካ እንታይ ማለት እየ ከምዚ ሕጂ ሄርሞን ሓፍትና ክትዛረቦ ጸንሐት ካብቲ ናታ ኤክስፕረንስ ወይ ከዓ ተመክሮ ወይ ዘጋጠመ ህይወት እቲ ዝረኣየት እያ ክትዛረብ ኣነ እውን ከምኡ ንስኻ ውን ናትካ ክህልወካ ይኽእል ሕጂ ሓደ እንታይ ካብኡ ማለት ፈሊሕ ሓሳብ ኣለዎ እዩ እወ ሕጂ ነዚ ክእትዎ እንታይ ማለት እዩ ፋይናል ክዓጽወልካ ሓቢቢ እዚ ፐርሰናል ምርጫ እዩ ኣነ ምጽእ ኢለሲ ንሓበን ሓወይ ጓል ኣንስተይቲ ኣይምርዓውን እየ ተነስተይ ተሂበ እየ ክምርዐው ዝብለካ ምርጫ
እወ ሕጂ
ረቲዐ ከ እንታይ ትብለኒ
ምርጫ ንሱ ኣብ ሂወት ኣብ ዕጫን ምርጫን ዋላ ይብሉኻዮም ምርጫኻ እዩ እቲ ዝቀደመ ምርጫ እዩ ተረዲኻን መሪፅካ ኢኻ ዝኾን ነገር ትኣትዎ ተረዲኻኒ እትኻ ኣብ ሓቢቢ ሰባት ክንእቱ ምእንታን በቃ ኣነ ከማን

ኣብ ከምዚታት ኩሉ ግዜ ንሳተፍ ኢና ወዲ ዓሊኻ ይፈልጠና ዮም ከምዚ ዩ ሓዳር ክኸውን ፍቕሪ ክኸውን ከሎስ ፍቑራት ሰባት ፍሉጣት ዮም ብገጾም ብዝኾነ ናይ ሎሚ መናእሰያት ፍቕሪ ክፈትዉ መዓት እንዲኹም እዋይ ትዕብ ዩ ኣነ ኸኣ ኣብ ከምኡታት ስለ እንታይ ድበሃል ስለ ዘለኒ
ኣባ ነዳዲ እዋ ሕጂ እንታይ ናተይ ሓሳብ ሰለስተ ጺሒፈልኩም ኩሉ ግዜ ኣነ ንሓንቲ ጓል ኣንስተይቲ ኣብ መጀመርታ ክምስርት ከለካ ፍቅሪ ንሓደ ሰብ ምስ ትግድሰሉ ኢካ ጥራይ ፍቅርካ ክጅምር ትደሊ ዳሓር ዊንከ ኣብ ልዕሊ ሰብ ማዕረ ክንደይ ምስ ትግደስ እቲ ሰብ ክፈልጠካ ዝክእል እምበር ኣነ ትክ ኢለ መጽየ ንሓንቲ ጓል ትክ ኢለ ሪኤያስ ካልኣይ መዓልቲ የፍቅረኪ እየ ከለ ክብላስ ብናተይ ከቢድ ኮይኑ ይስምዓኒ መጀመርታ ኣብ ልዕሊኡ ተጋዳስነት ክገብር ጓል ትኹን ወዲ ማለት እዩ ልዕሊ ምግዳስ ምስ ተገደስካ ሽዑ ቀስ ኢሉ ክመፅ እዩ እቲ ክፍቕሪ ትብሎ ማለት እዩ ሽዑ እቲ ፍቕሪ ምስ መፀ ክትለማመድ ኢኻ ሸዑ ናብቲ ድካዮ ክትከይድ ትክእል ኢካ ላኪን እንታይ ምስ ምውጻእ
ዳህና ወዲ እዩ መጀመርታ ኣነ ፍቅሪ ክብሎ ከለኩ ንሓደ ነገር ኣነ ንሓንቲ ጓል የፍቅረኪ እየ ትብላ ተኮይነ ኣብቲ ትደልዮ ግዜ እ፣ ዘይግደሰላ እውን ደይረክባ ተኮይነስ እንታይ ምክዓብሰለይ ፍቅሪ ኣይሰማዕኩ ሄርሞን ሓፍቲ እንታይ ኢልኪ? ኣርስትና እኳ ኣይትኸይድ ኣላ ማለት ተወልደ ይቐድም ዋላስ እምነት እያ ዘላ መሓራይ ነዞም ክልቲኦም ክትረኽቦም ከለኻ እኳ ነዞም ክልቲኦም ንክትረኽቦም እኳ ምግዳስ ክህልወካ ኣለዎ ኮይኑ ይርድኣኒ ኣነ ብናተይ ሓሳብ እዩ ማለት እዩ ኢህትማም እንተዘይብልካ ኣብ ሓደ ነገር ተረዲክሎ ከመይ ጌርካ ኢኻ እሞ ከተፍቅሮ ወከመይ ጌርካ ኢኻ ከተእምኖ ክኣምነካ ምእንታን እድዒ ኣነ ብዘያ ብዘ ናህተይ እያ ማለት እየ እዚኣ እታ ናህተይ ሓሳብ ኣነ ዝብላ ኩሉ ግዜ ንሓደ ሰብ ክግደሰሉ ክጅምር ከለኹ ሽዑ ክፈልጠኒ እውን ከፍቅረኒ እውን ንገለ ነገር ደልዩኒ ኣሎ እዚ ሰብ እዚ ንምንታይ ማዕረ ክንድዚ ይግደሰለይ ኣሎ ትብል እሞ ኸኣ ኣብዚ ዝረኣናዮ ኸኣ ጓል ኣንስተይቲ ኩሉ ግዜ ክግደሰላ ሰብ ጥራይ እያ ንኽትኣምኖ ንኸተፍቅሮ ተረዲክሎ እምበር እንድዒ ኣነ እዚኣ ናተይ እታ ሓሳብ እንድዒ ካልእ ተሃልዩ ከኣ ክንሰምዓኩም ቅሩብ እወ ኣብታ ናትካ ሓሳብ ክዛረብ ዶ ንዑ ማዕረግ ኣብታ ናትካ ሓሳብ ክመጸካ ሓፈሻዊ ኢኻ ስኻ ክትገሉ ዘለኻ ናትና ግን ኣብ ክልተ ጽምዲ ኣብ ወድን ጓልን መጀመርታ ኣነ ንዓኻ ከፍቅረካ ዶ ግብኣኒ ዋላስ ክኣምነካ እብለካ ዘለኹ ምግዳስ ኣብ ኣብ ዝኾነ ነገር ግን ምግዳስ ንኣብነት ሕጂ ኣነ ኣብ በዓል ዱባይ ፋይቭ ስታር ሰርሕ ነይረ ዓብ ሆቴል ማለት እዩ
ኣብ ታሕቲ ከዓ ነይሮም ንዓይ ይጨውኒ ነይሮም ንዕምሰላ ስርሒ ደሞዝ ክንውስኸልኪ ናብሉኒ ስለምንታይ ኣብቲ ቦታና መፅኦም ክርእዩኒ እንከለዉ እምነት ስለ ዝነበሮም ኣብ ልዕለይ ተዲኻኒ እዚ ሕጂ ብስራሕ ዝመጸ ጉዳይ እዩ ኣብ ክልተ ጽምዲ ግን ፍቅሪ ዶ ይቀድም ዋላስ እምነት ኢና ንብል ዘለና ኣነ ንዓኻ ቅድም ምስ ረኣኹኻ ምስ ረኣኻኒ ኣብ ዝኾነ ቦታ በጋጣም ብስራሕ ቦታ ዲና ተራኺብና ብሓደ መሳርሕቲ ኮይና ብዝኾነ ጉዳይ ተራኺብና ቅድም ንፋቀር ኢና ፍቅሪ እዩ ዝሕዘኒ ቅድም ደሓር ምስ ኣተኹ ኣብ ሂወትካ እየ ደሓር ኣነ ከስተባህሉ ናትካ ሂወት ክኣምነካን ዘይኣምነካን እሞ እወ ሕጂ እቲ ዕላቃ ከመይ ክኸውን ኣለዎ ሓደ ሓደ ግዜ ዕላቃ ኣሎ ከምቲ ንሕውነት ኢልካ ምሻለኪ ናይ ሕውነት ንሓደ ሰብ ክትግደሰሉ ከም ዝበልኪ ኣብ ሕውነት ክኸውን ይኽእል ግን ኣብቲ ዕላቃ ናይ ፍቅሪ እንተጀሚርካ ኣብ ዕላቃ ናይ ሑብ እንተኾይኑ

ኣብ ዘይከውን ነገር ገለ የጋጥማ ሕጂ ንምንታይ ማዕረ ክንድዚ ይግደሰለይ ኣሎ እዚ ሰብ ኢላ ክትሓስብ እያ እሳ ከኣ ተረዲኪ ኣሎ ንምንታይ ማዕረ ክንዲ ይግደሰለይ ኣሎ ገለ ኢላ ትሓስብ እኳ እታ ጓል ዳሕራይ ግን ምስ ግዜኡ እስኻ ምስ መጻኻ ግዜ ምስ ረኸብካ ክትዛረባ ኢኻ ተረዲካ ኣሃ እዚስ ከምዚ ትግደሰለይ ዝነበረስ ንከምዚ ስለ ዝደለየኒ ሽዑ እቲ ናህታ ቢስተ ያኒ እቲ ናህታ እንታይ ድበሃል ትነግረ ማለት ያኒ ደለኩካ ሽዑ እቲ ዕላቃ እንታይ ይከውን ናብ ፍቅሪ ሽዑ ናብ ሓዳር ድዩ ናብቲ ትደልዮ ይከውን መስለኒ ኣነ እንድዒ ከኣ ካልእ ሰብ እንተሃልዩ ዝያታ ሪኢቶይ ኩሉ ግዜ ኩሉ ግዜ ኣበልሓያ ኣበልሓያ ሂዋን ኩሉ ግዜ ብ ሓያ ኢህትማም እንተ ዘይብላ ፍቅሪ ድብላን ማለት እዩ ኣነ ጓል ኣንስተይቲ ፍቂረያ ተረዲእኪ ኣሎ ዘይግደሳላ ተኮይነ እንታይ እሞ ክዓብሰለይ እሞ ኣብ ድቆጸረትኒ እንተ ዘይርከበላ ተኮይነስ እንታይ ክዓብሰለይ ኣብታ ትደልያ ግዜ ናዓ ሃሎ ናዓ ማዓረይ ምግዳስን ደይምግዳስን ኣይኮነን ተፍቂርካኒ ኣብ ሓዳርካ ተኮንካ እሞ ክትግደሰለይ ኢካ ንይተገደስካለይ ካኣ ታይ ከምድመጽእ ኣብ ክልተ ሓዳር ኣብ ክልተ ጽምዲ ፍሉጥ እዩ እሱ ኣይኮነን ኣርእስትና

ከምዚ ሕጂ እንድሕር ስፈ ቅድም ኣነ ቅድም የፍቅሬ ድሓር ይኣምን እየ ተልኪ ናትኪ እዩ ኣነ ግን ከምኡ ክገብር ኣይክእልን እየ ቅድም ይኣምኖ ንሰብ ዋላ ከማን ቆፀራ እንድሕር ሂብኒ ኣ- ኣነ ከ- ካብ ዝ- ካብ ዝጋጠመና ክነግረኪ ሓንቲ መሓዛይ ብኢንተርነት ተላልያ ንሓደ ፃዕዳ ኣብዚ ዓዲ ሕጂ ንገዝኡ ክትከይድ ደልያ ኣነ ኢለያ ከመይ ጌርኪ ትኣምንዮ ገዝኡ ክትከዲ ገለ ኢለያ ኣትሊስት ኣድራሽኡ ገለመለ ግደፍልና ገለ ተጋጥም ነይ በቲ ዝጸሓፈለይሲ ጥዑይ ሰብ እዩ ዝመስል ቁርቲ ካብቲ ዝተጸሓሓፈቶሲ ገለ ወሲዳ እምነት ወሲዳ ኣብ ልዕሊኡ ሓንሳብ ከምኡ እንድሕር ኢልኪ ከምዚ እንድሕር ኣብ ትምፅሕነት እንድሕር ወሲድኪ ኦኬ ዘይኮይኑ ክንደይ ኣለዉ ገዛ እትዮም ሓርዱኻ ገረገቡኻ ከመይ ጌርካ ኣሚንክሲ ትኸዲ ንሓደ ሰብ ክትከዶ ስክ ተኣምኖ ኣለካ ገለ ኢለያ ሕጂ ኣነ ስቀዳማይ እምነት እዩ ዝሰርዖ ክትደፍንን እየ ነታ መሓዛይ ኮም ኢለ ኣፋራሪሐያ ከማን ሽዑ ኢላ ትነብሪ ደብደዳ ክብሎ ገለ ኢላትኒ ሓንሳብ ኣብ ደኒ እሞ ኣብ ደገ ዶ ክብሎ ገለ ኢላትኒ በልዮ ኣብ ደገ ይሓይሽ ኣትሊስ ኣብቲ ከባቢኣ ንኸውን እየ ንርኣዮ ገለ ኢለያ ሓቅኺ ኢኺ ግን ኢላ ሓሲባትሉ እሳ ከማን እዋ ሓቅኺ ኢኺ ምዃን እንታይ ንፈልጦ ነዚ ሰብ እዚ ብኢንተርነት ጥራሕ ክተፈልጥዮ ሶ እምነት ሲ ቀጥልካ ንሰብ ሰክትቦ የብልካን ፈትያቶ እያ በቲ ዝፀሓፈላ ገለ ተፋትም እዮም ዘለዉ ንክራኸቡ እዩ እዚ ግን በቲ ዝፀሓፈላ ከማን ገለ እምነት ወሲዳ ግን ፕሮስቴምሲ ኣፈራሪሐ እየ ኣነ ሽዑ ኣብ ደገ ተራኺቦም ሻይ ሰትዮም ገለ መለ ኣብዚ ከባቢ መሓዘያ ኣላ ከማን ከምዚ ኢላትኒ ገለ ኢላቶ እሳ ግልፂ ኮይና ነጊራቶ ያ ሓቅኺ ኣብዚ ዓለም እንታይ ዘይግበር ሰብሲ ፀጋ ኣይተኣምኖን ኢኻ

ብሓንሳእ ተራኺብካ ማለት እዩ ብሂወት እንዳ መራሕኻ እንከለኻ ተፋቒርካ ሂወት እንዳ መራኻ ከለኻ ኢኻ ትረኣኣ ማለት እዩ እዛ ሓፍትና ከኣ ብኢንተርነት ተላልያቶ ብኢንተርነት ሂወት ክትመርሕ ጸኒሓ ሓሳባቶም ክገልጹ ጸኒሖም ብድሕሪኡ ግን ንኽራኸቡ እዮም ደልዮም ሕጂ እታ ቀዳመይቲ ግን ፍቕሪ እያ ነይራ ኣብ መንጎኦም
ፍቕራዊ ህይወት ደረጃ ሓፍት ሓንሳብ ሓንሳብ ሕጂሲ እንታይ መሲልኪ ነቲ ፍቕሪ ንክድልድል እምነት ክህልወካ ኣለዎ ኣብ ልዕሊ ሰብ ሕጂ በቲ ዝፀሓፈላ ቁርብ እምነት ወሲዳ እያ ኣብ ልዕሊ እዩ በቲ ዝፀሓፈላ ሲ ቁርብ እምነት ወሲዳ ፍቕሪ ቀሲሉ እዩ ዝመፅእ ፍቕሪ እሱ ቀዳማይ ፍቕሪ ክሕዝ ኣይክእልን እዩ እሶም እሳ ሰበይቲ ሰብኣይ ስለዝለያሱ ሰበይቲ ስለዘድልዮ እዮም ኣብ ኢንተርነት ተጋጢሞም እምበር ኤክስትራ ብ ፍቅሪ መንገዲ ዶ ወዝቢ ዶ ገለ ዝበሃል የብሎምን እዚኦም so እሳ ትደሊ ኣላ ሰብኣይ እሱ ይደሊ ኣሎ ኣብኡ ተራኺቦም ስነ ሓሳብ ናታ ሂባቶ እንታይ እያ ትፈቱ ንሱ ሂብዋ ገለ እሞ ንራኸብ በሊ ንረኣ ኸኣ ንክቕፅል እቲ ፍቅሪ ይቕፅል ኢልዋ እሳ ኸኣ ኦኬ ኢላ ንሮቢ እዩ ነይሩ እቲ ክስተ ገፆም ከይተረኣዩ ክፋቐሩ ይኽእሉ እዮም በቲ ፀሓሓፍኡ ግን ቁሩብ እምነት ወሲዳ ሕጂ ናይ እምነት እየ ከነግረኪ ደልየ መጨረሻ ግን እሶም ተመርዕዮም ከማነይ እሱ እሙን ኮይኑ ጸኒሑ ጥዑይ ኮይኑ ጸኒሑ ንሕና ከማን ኣረጋጊጽና ተመርዕዮምስ ወሊዶም ከማን ግን ቀዳማይ ኣነ ንምስታይ ዘይግበር ሕጂ ሰብሲ ክትኣምኖ ክትኮዶ ዋላ ንሻሂ ንክትሰድሲ ኣትሊስ ገለ ክትወስድ ኣለካ ሕጂ ኤርትራውያን ነንሕድሕድና ንፋለጥ ኢና ኤርትራዊ እንተዝኸውን ከምኡ ኣይምበልክዋን ንፋለጥ ኢና ሕጂ ኣነ ንወዲ ዓሊ ኣብዚ ዓዲ መፂ ሻሂ ንስተ ተዝብለኒ ምኸድክዎ ንምንታይ ኣብዛ ዝረኸብኩ ኣብዛ ዝሪኦ ገለ ወሲደ ኣለኹ እምነት ኣብ ልዕሊኡ ከምኡ ዝኾነ ነገር ሕማቕ ኣብ ልዕለይ ከም ዘይገብርስ ፈሊጠዮ ኣለኹ በዚ ንዕልሎ ዘልና ወይ ንዓኺ ገለ ነገርሲ እቲ እምነት ንሱ ማለት እዩ ንሻሂ ንክንሰቲ ከማን ንሓደ ሰብ ብጠሌፎን ሃንደበት ቴሌፎን ብገለ ረኺቡ ንራኸብተይ እኒ ረኽቦን እየ ታይ ፈልጦ ነዚ ሰብዚ ግን ከም ወዲ ዓሊ ዓይነት ከም ራሄል ከም ብዙሓት ኣለዉ ኣብዚ ንፈልጦም ብቴሌፎን ድዩ ብዚ ቲክቶክ ዋላ ገጾም ኣይንርኣዮም በቲ ስነ ሓሳብ ናቶም እ፣ ወዲ ዓሊ ሲናይ ዋላ ሓንቲ ክገብረኒ ኣይክእልን ይፈልጥ እየ ኢለ እየ ዝኸዶ እምበር ኣሚነየ እየ ዝኸዶ እምበር ስኢለ ኣይከዶን እየ ስኢለ ዋላ ሓንቲ ታይ እሞ ከይገብረኒ ኢለ ኣይከይን እየ ከምኡ ዓይነት ተኣቲኻዮ ወይ ግብ ወይ ክብ እያ ወይ ጥዑይ ኮይኑ ክጸንሓካ እዩ ፍቕሪ ከማን ከምኡ ከይኣመንካ ትኣትዎ ትኾንካ ወይ ጥዑይ እሙን ኮይኑ ክጸንሕ እዩ ወይ ከዓ እ፣ ዘይክውን ክኸውን ይኽእል እዩ
ኣስማት ሓብቲ ኣብ በርሊን ስለ ዘለኺ ኣነ ዝበል ዘሎ ሰሙን በርሊን ክመጽእ እየ እሞ ክመጸኪ እየ ገዛኺ ኣብ ገዛ ከዕርፍ እየ ቦታ ኣለኪ ድዩ ክብለኪ እየ ንምንታይ ስለ ዝኣምነኪ በዚኣ ትትፋ ኣነ ንስበር ተዲኽኒ ያ ከም ማለተይ እያ ከይ ኣመንካ እዚኣ ግን ዝኾነ ሰብ ክትኾደን ኢኻ በዛ ወላ በዛ ንራኸባ ዘናሲ እምነት ንዋሰድ ኢና እቲ ዘረባ ንዛረቦሲ እምነት ትወስድ ኢኻ ኣለዉ ሰባት ኣብዚ ሕጂ ዝፈልጦም ኣነ ኣይኮነን ዶ ክኣምኖም ገዝኦም ክኸይድ ወይ ገዛይ ክእትዎም ተሌፎነይ ክቦም ንሰከንድ ከማን ኣብታ ናቶም ቲክቶክ ክጸንሕ ኣይክእልኒ ጸልኦም እየ ኣነ ብናተይ ኣለዉ ሰባት ከምኡ ንዕኦም ክኸዶም ኣይክእልኒ የቀርቦም ኣይክእልኒ ተሌፎነይ ክቦም ኣይክእልኒ ስለዘይኣምኖም

ኣነ ኣብ ከምዚ ቦታ እየ ዝነብር ምስ በለኒ ኣነ ኣብቲ ንሱ ዘለዎ ቦታ ኣብ ወርሒ ሓንሳእ ይኸይድ እየ ኩሉ ግዜ ኣብ ወርሒ ሓንሳእ ይኸይድ እየ ኢለዮ ዝበል ዘሎ ሓሙስ ክመፅእ እየ ኩሉ ግዜ ኣብ ወርሒ ሓንሳእ እየ ዝመፅእ እሞኒ እንታይ ከም ዝልኩም ኢለዮ ከምዚ ደቂ ሓደ ገዛውቲ ኣብ ጀርመን ኮይኖም ሲ ገዛውቲ ድሓን ንበሎም ኣብ ሓደ ምምሕዳር እዮም ዝነብሩ ጠቓዩ እከለ እከለ ጠቓዩ ዝተባሃሉ ቦኒ ክልቲኹም ሲ እንታይ ሒዞም በይኖም ከኣ ስለ ዝነብሩ ኣወዳትና ከኣ ያው እንጀራ ጸብሒ ገለ ከኣ ስለ ዝፈቱ ማለት እዩ ሕጂ ድሓን ናይ ቡን ኣቕሑት ኩሉ ኣለና እንዳ እከለ ኣሎ ኣቕሑት ጸገም የብሉን ኣብዚ ዝበጽሕ ነፍልሕ ኢና ግን እንጀራ ጸብሒ እንተማልእልና ይደብሉ ኦኬ ሕራይ ኢለዮም እዚኣቶም ሕጂ ብዓይኒ ፍቕሪ ይኮንኩን ምስኣቶም ዘሎ ብሕውነት እዩ ዘለኹ ኣብ ሕውነት እምነት ሕጂ ዘሎ እዚ ማለት እዩ ሕራይ ኢለዮም ድሓር ግን ኣብ ካሊእ ቦታ ኣትዩ ክፃረፍ ገርምታት ከለ መንነቱ እንዳ ገላ እታ ሓሙስ ከይበፅሐት ከላ ቀዳም ዲ ሰንበት ነርቱ ግዜ ተረኣኹም ሰሙንትስ እተወዲ ያው ማለት ክኾን ሰብ እዩ ኣብኡ እንተዝኸይድ እውን ኣብኡ እንተዝኸይድ እውን ንኣይ ካልእ ነገር ዝበፅሓኒ ነይሩ ድሓር ግን ዋ ክኸይድ ኣይደለኹን ፅባሕ ክመፅእ ሓሲበ ናባኻ ነይረ እሞኒ ኣይመፅእ ንሰሉ ብዝኾነ ጉዳይ ኣይጥዕመኒን ኢለዮ ብፀርፊ ሓምቢልኒ ንዓይ ኣይመፅእን ስለ ዝፅቡዎ ኣነ ግን መጀመርታ ኣሚነዮ ንምንታይ ወዲ ሃገረ እዩ ቋንቋ እዩ ዝዛረብ ዘሎ ሓወይ ሕጂ ብከምዚ እየ ኣነ ሕጂ ኣሚነዮም ንዕኦም ማለት እዩ ብዓይኒ ፍቅሪ እንተዝኸውን ነይሩ